ሰላም ሰላም ፍትዋት ተኸታተልቲ ሓሜት ዩቲዩብ ቻነል ሕጂ እውን ከም ወትሩ ኣዛነይትን ኣዘናጋዕትን ቪድዮታት ምስ ኣፍ ዘየኽድኑ ናይ ሕቡሽ ኮመንት ስሒዘልኩም መፅእ ኣለኹ ሰናይ ምክትታል እዛ ቪድዮ ቅድሚ ምርኣይኩም ላይክ ግበሩ ዌልካም ኢልኩም ኮመንት ፀሓፉ ሸር በልዎ ሳብስክራይብ ከም ዝገበርኩም ከኣ ኣረጋግጹ። ጋይስ
እዚ ሓውናሲ ኣብ ናይ ሚኪ ሕንሽሽ ሎተሪ ዝበጽሖ ሓደ ሰብ እዚ ኩሉ ሚእትን ኣርብዓን ካሬ በጺሕካ እንዳተባለ ዘይተሓጎሰ ኢሉ ሓንቲ ቪድዮ ሰሪሕልና ኣሎ ሓቡሸይ ብጣዕሚ እዮም ተገሪሞም ዘለዉ እታ ቪድዮ ራይዋ ሓቡሸይ ኣብ ኮመንት ኣይክብሉ እዮም ከኣ ለቕም ለቕም ኣቢለ ናባኹም ከብሉ እዮም

ኣታ ተዓዊትካ ኢኻ ተሓጎስ
የበፅሓካ ኢልኩም ዶ መንጥልዎ ምስኪና እዚ ዕድል ንዓይ ተበፂሕኒ ማርያምን ካብ ስዕሊ ብእግረይ ብየመን ክምለስ ነይረ ታይ መዓት እዩ ደቀይ

መኽስሮ ዝኾነት ዓለም ኣብዚኣስ ፕራንክ እያ ኢሉ ደጊሙ ከዋደቓ ነይርዎ። ተስፋ የብሉ ሓጎስ የብሉ ቅርሺ ብናቱ ሞባይል እዮም ኣሕሊፎም ነይሮም እምበር ገዛ ናይ ካልእ ሰብ እዩ ማለት እዩ። ስልኪ እየ ተጋግየ ክትብሎ ነይርካ ብሮ ቀደም እውን ሃብታም ኣየመስግ ኣየመስግን ነይርኩም ሰበይቱ ኣብ ጎኑ ኮፍ ኢላ ዶ ትህሉ ዳ ተረድኣሉ እንዶ ክትሰምዖ ስለ ዘይደለየ እምበር ሕጉስ እዩ። በስሩለ ወዱ ኮይኑማ ኣይጭነቕ ኣይድነቕ ክኸውን ኣሎ ኣብ ክንድኡ ድዩ ኣነ ክሕጎሰሉ ደልዩ ዘይሕጎስ ኣንታ ወድዛ ጠረው ወለገ ሽግር ሓንቲ ብሎንማ ጎዲላቶያ ብዘይ ምንም ምኽንያት ከምዚ ኣይኮንዋ ገዛ ዝኣክል በጺሕዎስ የቀንየለይ ብቻ ይለዋዕጽ ጋይስ ገዛ ሰሓቅ እዛ ቪድዮ ከይትርእይዋ እዛ ቪድዮሲ ከይትሪእዋ ነይ በልዋ ኢሉ ሰሪሕልና ኣሎ ዘይንሪኣ ዳኣ እንታይ ኢልካልና ሰሪሕኻልና ኢልና ንሕና ከኣ ክሳብ መወዳእታ ሪእና ኣለና እታ ቪድዮ ርኣይዋ ንስኹም ከኣ ሕቡሻይ ኣብ ኮመንት እንታይ ክብሉ እዮም እውን ብሓደ ክንሪኦም ኢና ዳህልኸኛ እዩ ሕዚ ቪድዮ እዚኣ ከይትሪእዋ ሕለፉ።

ናፍሻ ኣትያ ነይራ በስማም ጀዋለይ ታይ ቀሪዋ ቤትራ ተሴሩ ታይ ገበርና ካዋይ ናይ ጀዋለይ ገደደደ ሓደ ነገር ናይ ልቢ ጸገም ተጋጢሙኒ ካባኻ ቀደሙ ሕለፉ እንዳይበለን ጠንቃም ኮይነ እምበር ባዕ ጀዋለይ ብለይ ውነየ ዓሞይ ወቂዐያ ኡፍ ልበይ ግን ወረ ሰብ ኮስቲርካ ወዲኻ ጀዋለይ ተሴራ ብናይ ሰብ ጀዋልየ ኮመንት ዝፅሕፍ ዘለኹ ብዓቕምኹም ሓግዙኒ። ባይዘወይ ኣነ ኣብ ዘለኹዋ እየ ነቒፀ እገዛ ሰሓቕ ግን ተጋጭ ኣጋጣም ሪኤያ ፀኒሐስ ኣይደንገፅኩን እንተ መጀመርያ ግን ጀዋነይ ሰይረ ነይረ ሕለፉ ኢልካና ግን ህልኽ ሒዝኒ ክሳብ መጨረሻ ርእየዋ ደስ ይበልካ ጀዋለይ ተዘይረ ዋይ ልበይ መሊኻ ኡፍ ጀዋለይ ተሰራ ማሓለፍኩ ምሓሸኒ ህልኽ እህ ህልኽ ይምበር ሕለፍ እናተባሃልካ ዶ ደው ይባሃል ወይ ኣነ ደራሪ ከይጠዓምኩለ ዋይ ጓል ዓመይ ረጊፀያ ከይደ ማርያምን ኧረ እንታይ ገበርናዮ ማርያምን ኣነስ እንታይ ከስማዓና እዩ ቢለ ክሰምዕ ሃነን ኢለ ክሰምዕ ጀዋለይ ደርበያ ሙሉእ ለይቲ ዳደንገፅካ ኣዲረ
ምስ ሕቡሸይ ትስሕቁ እንተለኹም ነዛ ቪድዮ ላይክ ግበርዋ ነዛ ቻነል ሓደስቲ ዝኾንኩም ከኣ ሳብስክራይብ ግበሩ ንኺድ መደብና ንቐጽል
ጋይስ እዛ ሓፍትና ፍላሽ ከመይ ጌርኩም ኣከታቲልኩም ተእትውዋ ኣስተውዒልኩም ከተእትውዎ ከም ዘለኩም ሓንቲ ቪድዮ ሰሪሓትልና ኣላ እታ ቪድዮ ርኣይዋ ሕቡሸይ ኣብ ኮመንት ኣይክብልዋ እዮም ከኣ ብሓደ ክንሪኦም ኢና ኣእትወይ ተብሎ ተዘይኮይኑ ብሜላ ደሓር ኣይትጽገንን ሓንሳብ ጭድድ እንተኢላ ላዕልን ታሕትን ብደንቢ ፈትሽካ ሽዑ ትእትዎ መስመርካ ምስ ሓዝካ። ብስምዒት ኣይትኺድ ኣስተውዕል ዝሓወይ ድሓር ከይትብል ተሴራ ፍለሸይ ብቀዳመይ ኣነ ናብ ረሲቨር ክሽኩዓ ብሓይሊ ስለ ዝጸቀጥኩዋ ተሴራ ፍለሸይ ካብ ናተይ ተሞክሮ ከምህረካ ኢለ እየ እዛ ቪድዮ ሰሪሐያ ዝሓወይ ተጠቂማትካ ውሰዳ
ከምዚ ከማይ ሕማቕ ዝሓሰብኩም ኣብ ሲኦል የራኸበና ረኸስቲ ንለባም ኣምተሉ ክንደየናይ ከይስሕቶ ንዓሻን ደርጓሓሉ ክንደየናይ ከይግምቶ ዝኾነ ዘረባ ብዛዕባ ፈላሽ ኣይኮነ ዘረባ ታማ ንወዲ ትመኽርለኺ ፍላሽ ተኾይኑ ዳ ጽንዓት ይሃብኩም ቤተሰባት ንሕናስ ሰሚዕና ሓሊፍና ኣለናዎ እንታይ ዝሓወይ ደኣ ነተን የሕዋትና ከ ኣይምልከተንን እንድዩ ፍላሽ ፍላሽ ንወላድና ትምልከት ፍላሸይ ከመይ ገይረ ከም ዘእትዎ ጠፊኡንስ ምኽሪ ደልየሉ እኒኤኺ ፊልተር ገፀ ኣታ ጉድ ስማዕ ናበይ ደኣሉ ዝኹሉ ስላዕ መስመርካ ሓዝ ንብረትካ ከይትርባዕ ኣይጥፅቆጦ ከይብለኒ ፀላዕላዕ ፍላሽ ምስኪናይ ኣቲኻ ዶ ጠላዕ ዕቤት ጥበብ ሓጢኺ የሕጢኽና ሃፂፅና ፀኒሕና እንቲ ፍላሽ ፍላሽ ይብል ከመይ ዝበለት ፍላሽ ድያ ነይራ ንእሽተይ ኣዕርፍ እያ ርእሲ በርኪ ረሲና ይተኸበ
እምበኣርከስ ፍትዋ ተኸታተልቲ ሓሜት ቲብ ቻነል ንሎሚ ዘዳለኹም መደባት እዞም ዝተዓዘብኩሞም እዮም ነይሮም ዓጊብኩምን ተዘናጊዕኹምን ክትኮኑ ተስፋ ይገብር እምበኣርከስ ንሎሚ ዘስሓቐትኩምን ደስ ዝበለትኩምን ኮመንት ኣብ ኮመንት ጸሓፉ ደስ ዝበለትኩም ኮመንት ኣብ ኮመንት ጸሓፉ ሰሰናዩ